ኣባላት ሃገራዊ መርሓ ሚድያ ንክትኮኑ እናዓደምኩ ሰናይ ምክትታል። ክቡራት ተኻታተልቲ መደብና ንሕጂ ሒዘልኩም መጽየ ዘለኹ ካልኣይ ክፋል ኮይኑ መልሲ ንሊቃን ኢትዮጵያ ኣብ ዝብል ካልኣይ ክፋል ሒዘልኩም መጽየ ኣለኹ ብሓባር ንከታተል። ብህልቁጽ መሬት ዝተዓጽዋ ሃገራት ኣብ ዝዑል ኣህግራዊ ሕጊ ዝተቐመጡ መሰላት ናይ ምጥቃም ምስ ናጽነት ላዕላውነት ባሕሪ ሓበራዊ ውርሻ ወዲ ሰብን ዝምልከት ሓዊሱ ካብን ናብን ባሕሪ ናይ ምእታውን ምውፃእን መሰል ኣለወን። ዓለም ኣብ ጉዳይ ባሕሪ እትጥቀመሉ ሃገራዊ ሕጊ ኣሎ። ናይ ባሕሪ ኣፍ ደገ ዘይብለን ሃገራት ናብ ኣፍ ደገ ባሕሪ ናይ ምብፃሕ መሰል ኣለወን። እዚ ኸኣ ኣብ መንጎ እተን ኣፍ ደገ ባሕሪ ዝውንና ሃገራትን ካብ ኣፍ ደገ ባሕሪ ዝረሓቓ ብንቑፅ መሬት ጥራሕ ዝተኸበኣ ሃገራት ንረብሓታተን ዘውሕሳሉ ናይ ባሕሪ ሕጊ ምስተን ኣፍ ደገ ባሕሪ ዘለወን ሃገራት ብስምምዕ ናይ ክልቲኤን ሃገራት ረብሐኣን ከውሕሳ ዘኽእል ደጊሙ ኣብ ሽሕን ትሽዓተ ሚእትን ሰማንያን ክልተን ተመሓይሹ ዝወፀ ሕጊ ባሕሪ ዩናይትድ ኔሽን ኮንቬንሽን ኦፍ ደ ሎው ኦፍ ደሲ ተባሂሉ ኣብ ዓሰርተ ሸውዓተ ምዕራፋትን ትሽዓተ ተተሓሓዚ መረዳእታ ጥብቆታት ዘጠቓለለ ኣብ ክልተ ሚእትን ክልተን ገፅ ዝሰፈረ ንኣህጉራዊ ሕጊ ባሕሪ ዝምልከት ዝወፀ ኣህጉራዊ ሕጊ ኣሎ። ሃገራዊ መርሓ በዚ ኣጋጣሚ ኩሉ ኤርትራዊ ወናኒ ቀይሕ ባሕሪ ነዚ ሕጊ እዚ ብዝግባእ ንኽርድኦን ካብ ኩሉ ቤራቤሩ ልሂቃን መራሕቲ ኢትዮጵያ ኣእምሮ ኤርትራዊ ከይርበሽን ከይናወጽን ሓንሳእን ንሓዋሩን መግትኢ ንምግባር ሃገራዊ መርሓ እቲ ብቋንቋ እንግሊዝ ክልተ ሚእትን ክልተን ገጽ ዝሓዘ ንኣህጉራዊ ሕጊ ባሕሪ ብዝምልከት ናብ ትግርኛ ተርጒሙ መጽሓፍ ሓቲሙ ኣብ ቀረባ ግዜ ጆባእ ክብለና እዩ። ኣህጉራዊ ውዕል ሕጊ ባሕርን ውቅያኖሳትን፣ ንኹሉ ኣጠቓቕማ ባሕርታትን ውቅያኖሳትን ጸጋታቶምን ዝምልከት ሕግታት ዘቐምጥ ኩሉ-መዳያዊ ስርዓት ሕግን ስርዓትን ዝተቐመጠ ኣሎ። ዓንቀፅ ዕስራን ሸውዓተን ኣብራዊ ሕጊ ባሕሪ ኣብ ሕጥቦ ፅሑፍ ሓደን ክልተን ኣብ ዝተቐመጡ ጉዳያት ከምዚ ይብል ዝኾነት ሃገር ናብ ሓንቲ ወናኒት ገማግም ባሕርን ወደባትን ዝኾነት ሃገር ኣቐዲማ በቲ ናይታ ወናኒት ባሕሪ ዝኾነት ሃገር ባሕሪ ክትሓልፍ እንተኾይና ከተፍቅድ ከም ዘለዋን ብቅጥዒ ዲፕሎማሲያዊ ዝምድናታት ብጀካ እቲ ኣብ ነብሳ እትስቅሎ ኣርማ ናይታ መርከብ ናይ ሃገራ ባንዴራ ብወግዒ ከተንበልብልን ነቲ ናይ ሓለዋ ባሕሪ ዘሎ ኣካል ከተፍቅድን ትግደድ ይብል ዓንቀጽ 17 ውዑል ሃገራዊ ሕጊ ባሕሪ ሕቡራት ሃገራት ብዛዕባ ሕጊ ባሕሪ ከምዚ ይብል ብመሰረት እዚ ውዕል ኩለን መራኽብ ሃገራት ኣብ ገማግም ባሕሪ ይኹና ኣብ መሬት ዝርከባ ንጹሃት ክሳብ ዝኾና ብግዝኣታዊ ባሕሪ ወነንቲ ሃገራት ናይ ምሕላፍ መሰል ኣለወን። ብመሰረት ኣህጉራዊ ሕጊ ባሕርን ውቅያኖሳትን፣ ብኣጠቓላሊ ስፍሓቱ፣ ትሕዝቶን ባሕርን ውቅያኖስን ዋንነት ናይ ዝኾነት ሃገር የብሉን። ኮይኑ ከኣ ባሕርታትን ውቅያኖሳትን ከም ዓለማዊ ሓበራዊ ዋንነት ይቑጸር። ይኹን እምበር፣ ብመሰረት ኣህጉራዊ ሕጊ ባሕሪ ውድብ ሕቡራት ሃገራት ግን፣ ኣብ ገማግም ባሕርታትን ውቅያኖሳትን ዝርከባ ሃገራት ክሳብ ናይ ክልተ ሚእቲ ኖሪካል ማይልስ፣ እዚ ማለት ክሳዕ ሰለስተ ሚእትን ሰብዓን ነጥቢ ኣርባዕተ ኪሎሜትር፣ ንጎኒ ዝስፍሓቱ፣ ናብታ ባሕሪ ወይ ውቅያኖስ ዝኣተወ ንውሓት ደንደስ ርሕቀት ባሕሪ ይውንና ማለት እዩ። እዚ ማለት ከኣ፣ ነቲ ኣብቲ ባሕርን ውቅያኖሳትን ዝርከብ ቁጠባዊ ዞባታት፣ ESZS፣ ናይ ምውናን መሰል ኣለወን ማለት እዩ። በዚ መሰረት ሃገርና ኤርትራ ኣብ ምብራቓዊ ሸነኽ ቀይሕ ባሕሪ ቁልፊ ስትራተጂካዊ ቦታ ዝሓዘት ኮይና፣ ሰለስተ ሚእትን ሓምሳን ሓሙሽተን ደሴታት ዘጠቓለለ ሰፊሕ ስፍሓት ባሕሪ ኣለዋ። ንውሓት ገማግም ባሕሪ ብድምር ክልተ ሽሕን ሰለስተ ሚእትን ሓምሳን ኪሎ ሜትር ኮይኑ፣ ኣብ መሬት ሽሕን ሚእትን ሓምሳን ሓደን ኪሎ ሜትር ገማግም ባሕርን ናብ ደሴታት ቀይሕ ባሕሪ ብተወሳኺ ሽሕን ሰማንያን ሰለስተን ኪሎ ሜትር ዝሓቖፈ ናይ ክልተ ሚእቲ ኖሪካል ማይልስ ማለት ሰለስተ ሚእትን ሰብዓን ነጥቢ ኣርባዕተ ኪሎ ሜትር ጎናዊ ስፍሓት ዘለዎን ትሕዝቶ ዋንነት ባሕሪ እዩ ዘለዋ ሃገርና ኤርትራ። ብመሰረት ዓንቀፅ ሰማንያን ክልተን ውዕል ሕጊ ባሕሪ ውድብ ሕቡራት ሃገራት ሓንቲ ኣብ ገማግም ባሕሪ እትርከብ ሃገር ካብቲ ስፍሓት ባሕሪ ዝዕቀነሉ መበገሲ መስመራትን ኪሎ ክልተ ሚእቲ ኖቲካል ማይልስ ማለት ሰለስተ ሚእትን ሰብዓን ነጥቢ ኣርባዕተ ኪሎ ሜትር ርሒቑ ዝርከብ ህያው ዘይኮነ ሃብቲ ናይቲ ኣህጉር ሸልፍ ኮንቲነንታል ሸልፍ ንምምዝማዝ ብዝምልከት ክፍሊት ወይ ኣበርክቶ ብዓይነት ተተግብር ኮንቲነንታል ሸልፍ ማለት ኣብ ትሕቲ ውቅያኖስ ዝርከብ ወሰን ኣህጉር እዩ። ኣህጉራት ምድሪ ዘለወን ሸውዓተ ቀንዲ ምምቓል መሬት እየን። ኮንቲነንታል ሸልፍ ካብ ገማግም ባሕሪ ሓንቲ ኣህጉር ክሳዕ ሸልፍ ብሬክ ዝበሃል መውረዲ ቦታ ዝዝርጋሕ ቦታ ማለት እዩ። ዓንቀፅ ስሳን ሓደን ኣህጉራዊ ሕጊ ባሕሪ ውድብ ሕቡራት ሃገራት ብቐንዱ ቁፅሪ ሓደ ናይቲ ዝፈቅድ ምትሓዝ ወይ ምግፋፍ ዓሳ ዝድርትን ዘፍቅድን ንምስሳንን ዓሳታት ምቁፅፃር ብከላ ባሕርን ይምልከት። ክልተ ንሃብቲ ኢኢዘድኤስ ብምዝመዛ ኣብ ሓደጋ ንኸይወድቕ ዝሕግዙ ስጉምታትን ምምስራት ምክልኻል ሰለስተ፣ ብመንጽር እቲ ብከባብያዊ ቁጠባዊ ሮቋሒታት ብቑዕ ዝኾነ ዝለዓለ ዘላቒ ምህርቲ ኣብ ግምት ብምእታው ዝፈቅድ ምህርቲ ምምስራትን ምጥቃምን ናብ ነባሪ ዘላቒ ቁጽጽር ዝኸይድ ሕጊ ባሕሪ ዝምልከት እዩ፣ ዓንቀጽ ስሳን ሓደን። ስለዚ እንታይ ኢና ክንብሎም እዞም ሊሂቃን ዋላ ሕሉቓት ኢትዮጵያ ኣብ መንጎ ዋንነትን ተጠቃምነትን ባሕሪ ንዝህሉ መሰልን ኣገልግሎትን ዝተሓዋወሶም'ዮም ዝመስሉ። ስለዚ ኣብዚ ክንፅር ዘለዎ እታ ንኹሉ ግዜ ብዛዕባ ቀይሕ ባሕሪ ኣፍ ኣውፂኦም ዝዛረቡና ጎረባብትና ኢትዮጵያ እዮም። ኢትዮጵያ ብዝኾነ ይኹን ሕጋዊ መንገዲ ዋንነት ቀይሕ ባሕርን ኣፍ ደገ ባሕርን ክትረክብ ዝኾነ ሕጊ ዝድግፍ ናይ መርትዖ ሰነድ የለን። እንታይ ደኣ ኩሎም ርእሶም ዘቕንዑ ልሂቓን ኢትዮጵያ ንነባሪ ምውሓስ ስልጣኖም ኣብ መወዳእታ ዘቕርቧ ናይ ገንሸል ዕጣን ኣፍ ደገ ባሕሪ እትብል መራሰኒት ቃል እያ። ስለዝኾነ ኢትዮጵያ ንቀይሕ ባሕሪ ክውንንሉ ኢሎም ዝሓስብዎ ነጥብታት እዞም ዝስዕቡ እዮም። ንሳቶም ከዓ ብክውንነት ክትግበሩ ይኽእሉ ድዮም? ምስቲ ልዒሉ ገልፅናዮ ዘለና ሕግታት ኣብ ግምት ብምእታው ደምዳሚ መግለፂ ክንገብረሉ ነዚ ሕልሚ ዋንነት ቀይሕ ባሕሪ ኢትዮጵያ ቁፅሪ ሓደ ገለ ናይ ታሪኽ ተመራመርቲ ኢና ዝብሉ ኢትዮጵያውያን ከምዚ ክብሉ ይዛረቡን ይምጉቱን እዮም። መግዛእቲ ጥልያን ነቲ ዶብ ምስ ንጉስ ሚኒሊክ ክሕንጽጾ እንከሎ ኣብ መወዳእታ ጫፍ ራስ ድሜራ ንሰለስቲኤን ሃገራት ኤርትራ፣ ኢትዮጵያ፣ ጅቡቲ ዘራኽብ ስሉስ ኩርናዕ ብናይ ሓባር ዋነት ስለ ዝገደፎ እዚ ቦታ እዚ ንኢትዮጵያን ኮላይ ስለ ዝብጽሓ በዚ መስመር እዚ ቀይሕ ባሕሪ ስለ ዝብጽሓና ኣፍደገ ባሕሪ ክህልወና ግድን እዩ ዝብል ፅንፅዋይ ዘቕርቡ ምሁራት ኢና ዝብሉ ሊሂቃን ኣለዉ። ንሕና ከም ኤርትራውያን ነዚ ናይ ፅንፅዋይ ኑዛዜ ኣብ ባይታ ክሳብ ዘይሃለወ ከምቲ ባዕሎም ዝምስልዎ ላም ኣለችም በሰማይ ወተትዋን የማይታይ ላም ኣላትኒ ኣብ ሰማይ ፀባኣ ዘይረእ ዝበልዎ ኣብ ፅንፅዋይ ዝወነንካዮ ዝኾንካዮን ኩሉ ኣብ ፅንፅዋይ ጥራይ ኢኻ መልሱን ጣዕሙን እትረኽቦ ኢልና ኢና እንምልሰሎም። ኪንየ'ዚ ዳግማይ እትወሃቦም መልሲ ንኤርትራ፣ ጅቡቲ፣ ኢትዮጵያ ዘራኽብ ስሉስ ኩርናዕ ባይታ እንተሃልዩ፣ ስለምንታይ'ዮም ኢትዮጵያ ብመሰረት ሚኒሊክ ምስ ፈረንሳ ዝኣትዎ ውዕል፣ ወደብ ጅቡቲ ከም ኣካል ናይቲ ምድረ ፑንት ዝነበረትሉ ረቋሒታት ገይሮም ንጅቡቲ ናቶም ኣካል ደገ ባሕሪ ኢሎም ደፊሮም ዘይሓተቱ? ነታ ከምኣያ ዝኾነታ ፈረንሳ ስለዝፈርሑ ኣይተረድኦምን እምበር፣ ኣያ ካብ ዘልዋ ክትፈርሕ ባዕሉ ኣያ ኮይኑ ነቶም ኣያታት ኣያ ንዝኸውን እዮም ክፈርሕዎ ዘለዎም። ክልተ፣ ኢትዮጵያ ብሕጋዊ መንገዲ ናይ ባሕሪ ኣፍደገ ክትረክብ መሰል ኣለዋ ኢሎም ከኣ ጽሒፎም ኣለዉ። ንሕና ግን ከም ኤርትራውያን ከም ወነንቲ ኣፍደገ ባሕርን ከምቲ ንሳቶም ዝደልይዎ ኣይኮናን ጽሒፍና። ንሕና ነቲ ዓለም ዝተሰማምዓሉን ሕጊ ኢላ ዘስፈረቶን ኣህጉራዊ ሕጊ ባሕሪ ንሕና ኤርትራውያን እውን ከም ወነንቲ ቀይሕ ባሕሪ ነቲ ዓለም ዝተሰማምዓትሉ ኢና ከቲምናሉን ፌርማና ኣንቢርናሉን። ስለዚ ካብቲ ንሕና እንውንኖ ኣፍደገ ባሕሪ ዝደሊ ዝኾነ ሓይሊ ምሳና ተሰማሚዑን ናትና ፍቓድ ምስ ዝረክብ ጥራሕ እዩ ናብቲ ኣፍደገ ባሕሪ ቅልቅል ዝብል። ምኽንያቱ ብዝኾነ ይኹን ሕጋዊ መንገዲ ይጨፍለቕ ይዳቐቕ ይርሓቕ ይቕረብ ይንዋሕ ይሕጸር ብዝኾነ መለክዒ ንውሓት ተጠቒምካ ኪሎ ሜትር በል ማይልስ ብቑጽሪ ጸሓፍ ብኣሃዝ ብግእዝ ጸሓፍ ብላቲን ከምቲ ልሂቃን ኢትዮጵያ ዝብልዎ ብቕርበት ኪሎ ሜትር ናብ ኣፍደገ ባሕሪ ዝርከብ መሰል ዋንነት ባሕሪ የለን ስለዚ እዚ ናይ ደደቢት ልሂቃን ጻድቃን ዋላ ጅቢ ካልኦት ውን ዝገለጽዎ ናይ ሕጊ ዝብል ሕልሚ ዝሰራሕ ኣይኮናን። ምኽንያቱ ኣብ ባይታ ብጭቡጥ ከምኡ ዝብል መሰል ዝህብ ሃገራዊ ሕጊ ዝተጻሕፈን ዝተኸተመሉን የለን። ስለዚ እታ ባዕልኹም ሓንጢጥኩም ሒዝኩማ ዘለኹም ናይ ደብተራ ሕግኹም ከይጠፍኣኩም ተተርኢስኩማ ዓሪፍኩም ደቅሱ። ሰለስተ፣ ኢትዮጵያ ንኣፍደገ ባሕሪ ኤርትራ ንምርካብ ብወታደራዊ ሓይሊ ክረኽቡ ይሓስቡ እንተሃልዮም፣ ንኽሓስብዎ ክቐልል ይኽእል እዩ። ምኽንያቱ ኣብ ሕልሙ ዝመውት ምውት የለን። ምኽንያቱ ነዚ ቀይሕ ባሕሪ ንምውናን ክብሉ ክንደይ ግዜ ከም ዝሞቱ ይፈልጡ እዮም። ብፍላይ እኳ ድኣ ሕጂ ህዝቢ ኢትዮጵያ እቲ ሓቂ ኣብ ዝፈለጠሉ ግዜ ዝግባእ ንቕሓት ኣብ ዝወነነሉን ከም ጎረባብትን ክልላት ኣምሓራን ትግራይን ዓፋርን እተን ብዶብ ምስ ኤርትራ ዘይራኸባ ዓበይቲ ክልላት ኦሮሞን ሶማል ኢትዮጵያን መርገጺ መንግስቲ ኤርትራ ኣብ ልዕሊ ምልእቲ ኢትዮጵያ ብጭቡጥ ስለ ዝፈልጡ ነዚ ከምዚ ዝበለ ዓንዳሪ ሕልሚ ንምትግባር ሱታፌ ዝህልዎም ኣይኮኑን። ምኽንያቱ ሎሚ ትማሊ ኣይኮነን። ብዘይካዚ ንምዝርዛሩ ሀ ብመጀመርያ ፅንዓትን እምነትን ህዝብን መንግስትን ኤርትራ ሓልዮትን ኣኽብሮትን ኣብ ልዕሊ ህዝብን ሓይልታት ምክልኻል ኢትዮጵያን ሰራዊት ኤርትራ ብግብሪ ዘርኣዮ ልባዊ እምነት ብሓንቲ ቃል ሊሂቃን ተማሊሉ ወይ ተታሊሉ ከም ሩኳን ሓፂቡ ዝኽሕድ ኣይኮነን። መላእ ሓይልታት ምክልኻል ኢትዮጵያ ንህዝቢ ኢትዮጵያን ንህዝብን ሰራዊትን መንግስትን ኤርትራ ከም በዓል ፅቡቕ ውዕለቱ ስለ ዝርእዮ ህዝብን ሰራዊት ኢትዮጵያን ንመንግስትን ህዝብን ሰራዊት ኤርትራ ክወጊ ኢልካ ምሕሳብ ክውነታዊ ኣይኮነን። ኣብ ውሽጥን ኣብ ግዳምን ዘሎ ህዝቢ ኢትዮጵያ ወታደራዊ ብቕዓት ሃገረ ኤርትራን ብራኺኡን ብዝግባእ ዝተረድአ ስለዝኾነ ንሕልሚ ልሒቓን ኢትዮጵያ ክብል ዳግማይ ናብ ሰፊሕ ህልቂት ዝዕደመሉ ኮንቱ ናይ ኮንቱነት ዝኾነ ዘይረብሕ ግጥሚያ ኩናት ረብሓ ንዘይርከቦን ንዘይውንኖ ናይ ሕልሚ ባሕሪ ክብል ናብ ኩናት ዝህንደድ ኣይኮነን። ለ። ሊሂቃን ኢትዮጵያ ዋላ ነቲ ኩናት እንተደለይዎ ድሌት ሊሂቃን ጥራሕ ናብ ዓወት ዘብጽሕ ኣይኮነን። ምኽንያቱ ኢትዮጵያ ካብ ምስ ጎረባብታ ኩናት ገጢማ ክትዕወት ኣብ ውሽጣ ንዝካየድ ዘሎ ዘይዓርፍ ሓድሕድ ኲናት ብኸመይ ደው ኣቢላ ሰላማ ተውሕስ'ዩ ዘገድሶ ዘሎ ህዝቢ ኢትዮጵያ። a ኢትዮጵያ እትኸፍቶ ኲናት ስለ ባሕሪ ኣህጉራዊ ሕጊ'ውን ዝፍቕደላ ስለ ዘይኮነ ማሕበረሰብ ዓለም'ውን ዝቕበል ኣይኮነን። ምኽንያቱ ቀይሕ ባሕሪ ዋንነት ሃገረ ኤርትራ ምዃኑ ኣህጉራዊ ማሕበረሰብ ብዘየወላውል መንገዲ ስለ ዘረጋገጾ። ነዚ ኣህጉራዊ ማሕበረሰብን ኣህጉራዊ ሕግን ጥሒሳ ኢትዮጵያ ዋላ ንሓንቲ ሰዓት እውን ትኹን ዝቕፅል ኲናት ክትመርሕ ኣይትኽእልን እያ። መ፣ ብዲፕሎማስያዊ መንገዲ እንተርኢናውን ኤርትራ ናይ ትማሊ ኣይኮነትን ዘላ ሕጂ። እወ ትማሊ ንኣስታት ዕስራ ዓመት ዝቐፀለ ብኽባን ዕፅዋን እገዳን ዝተኸላበተ ኤርትራ እያ ነይራ። ሎሚ ግን ኤርትራ ሓንቲ ኣብ ኣህጉር ኣፍሪቃ ካብ ዘለዋ ሃገራት እታ እንኮ ዝዓበየት ጸላዊት ሃገር እያ ኮይና ዘላ ኤርትራ። ኤርትራ እታ ሓንትን እንኮን ምስተን ዝሓየላ ሃገራት ኣብ ጠረጴዛ ኮፍ ኢላ ክንዮ ኣህጉር ኣፍሪቃ ኣብ ርሑቕ ምብራቕ ሃገራትን ምዕራብን ንዓለማውን ቁጠባን ወታደራውን ዓለማውን ምንቅስቓስን ፖለቲካዊ ነድእን ኣብ ምፍራስ ምሕደራ ሓደ ቐጽራዊ ስርዓትን ምድንፋዕ ሕብረ ቐጽራዊ ስርዓትን ልዑል ተራ እትጻወት ዘላ ሃገር ኪኔዝ'ውን ኣብ ምዝማን ሰራዊት ዝተዓወተት ዓጢቓቶ ዘላ ኣጽዋራትን ብደረጅኡ ኣብ ኣፍሪቃ ኣብ ካልኣይ ደረጃ ተሰሪዓትሉ ዘላ እዋንን ዓለማውን ዲፕሎማስያውን ጸብለልትነት ተሰማዕነት ኣብ ዝረኸበትሉ እዋን ንኤርትራ ምትንዃልን ምትንካፍን ሳዕቤኑን መዘዙን ኣብ ውጽኢት ዘኢትነግር'ዩ ክኸውን። ስለዚ ዘዋጽእ ኣይኮነን። ኢትዮጵያ ናይ ኣፍደገ ባሕሪ ተጠቃምነት ትደሊ እንተኾይና፣ እቲ ክትገብሮ ዘለዋ ብሰናይ ጉርብትናን ዝምድናን፣ ነቲ ኣህጉራዊ ማሕበረሰብ ዓለም ዘጽደቖን ዝደገፎን ኣህጉራዊ ሕጊ ባሕሪ ምርኩስ ብምግባር፣ ምስ ኤርትራ ተመሳሲላ ምሕዝነት መስሪታ ጥራይ'ያ ነቲ ባሕሪ ክትጥቀመሉ ትኽእል። እዚ ማለት ከኣ ብኽራይ ኣገልግሎት ምሃብ ማለት'ዩ። ክንደይ ዓይነት ክራይ ወደብ ኣሎ? ኣብ ዝቕጽል ብሰፊሕ ሒዘልኩም ክመጽእ እየ ክሳዕ ሽዑ ግን ሰሰናዩ ንዓኹም።